ስልጡን ሕብረተሰብ ዝበሃል ባህሉን ክብርታቱን ዓቂቡ ዝኸይድ፣ ኣብ ዕለታዊ ህይወቱ ደረት ኣተሓሳስባኡ ዘስፍሕ፣ ንምዕባለ ዝሓስብ፣ ብዓንደ ርእሱ ከኣ ኣብቶም ኣብ ጉዕዞ ህይወት ብዝተፈላለዩ ምኽንያታት ንድሕሪት ዝተርፉ ዜጋታት ዘርእዮ ሓልዮትን ምሕብሓብን ዝገብር ምዃኑ'ዮም ዝተፈላለዩ ስነ-ፍልጠተኛታት ዝገልጹ። ህዝብና ካብ ጥንቲ ጥቅምቲ ዝወነኖ ክቡር ባህልን ሞራልን ኣለዎ። ንዝተጸገመ ምርዳእ፣ ሓዘን ንዘጋጠሞ ምጽንናዕን ምድግጋፍን፣ ንዝሓመመ ወይ ዝተወጽዐ ምእላይ ዝኣመሰለ ምሕቡር ህይወት ሱር ዝሰደደ ባህሉን ጭዋ ኣነባብርኡን እዩ። ነዚ ዕቑር ባህሊ'ዚ ዘንጸባርቕ ቅዱስ ተበግሶን ንህዝብና መሊሱ ዘነቓቕሕን ኩነታት ኢና እምበኣር ኣብዚ ዝሓለፈ ሰሙን ኣብ ዝካየድ ዝነበረ ስነ ስርዓት መመረቕታ ዝተዓዘብና። ኣካዳሚያዊ ትምህርቲ ድሕሪ ምዕጻዉ፣ ካብ ምጅማር ወርሒ ሓምለ ዘሎ ሳምንታት ኣብ ሃገርና ትምህርቶም ዝዛዘሙ ተምሃሮ ናይ ዝተፈላለዩ ላዕለዎት ትካላት ትምህርቲ ኤርትራን ኮሌጃትን ካልኦት ሞያዊ ስልጠናታት ዝህባ ትካላትን ዝምረቑሉ ግዜያት እዩ። ኮሌጅ ስነ ፍልጠት ጥዕና ኣስመራ ሓንቲ ካብተን ቀዳሞት ዘምረቓ ኮሌጃት እያ። ኣብቲ ዕለት ኣብ ቀፅሪ ዩኒቨርሲቲ ኣስመራ ድሕሪ ዝተኻየደ ወግዓዊ ስነ ስርዓት ምምራቕ፣ ተመረቕቲ ምስ መቕርቦምን ስድራ ቤቶምን ካልኦት ፈተውቶምን ናይ መዘክር ስእልታት ብምውሳድ ነናብ ቤቶም ከምርሑ እዮም ተራእዮም። ክልተ ብምእላይ ሕሙማት ስነ ኣእምሮ ዝተመረቑ ኣዕሩኽ ፅዒና ዝነበረት ማርሰድስ መኪና ግን ናብቲ ዛጊት ብእል እንዳ ሰዓል ዝፅዋዕ ኣብ ከባቢ ማይተመናይ ናይ ዝርከብ ሕክምና ናይ ስነ ኣእምሮ ብምምራሓ ደበኽ ዝበለት። ምሩቓት ምስ ስድራ ቤቶም ዕምባባታት ዓቲሮም ስእሊ እናተሳእሉ ናብ ወዮ ዝተዳለወ ናይ ምሳሕ እንግዶት ምስቶም ናይ ኣእምሮ ጸገም ዘለዎም ሰባት ምጽንባር ኮነ። ብንቡር ኩነታት ዝበዝሑ ጽምብላት መመረቕታ ኣብ መንበሪ ቤት እቲ ዝምረቕ ዘሎ ሰብ ብምዃን እዩ ዝካየድ። ከምኡ ከኣ እዩ ብብዝሒ ዝረኣ። ናይዞም ክልተ ብምእላይ ሕሙማት ናይ ስነ-ኣእምሮ ዝተመረቑ ተመሃሮ ተርእዮ እምበኣር ፍሉይ ፍጻመ ኮይኑ እዩ ዝረኣየካ። ምሩቓት ሚኪኤል ረድእን ተኽሉ ተስፋማርያምን ዕለተ መመረቕታኦም ኣብቲ ናይ ግብራዊ ስርሖም ዝሰርሕሉ ማለት ምስቶም ናይ ኣእምሮ ሕማም ዘለዎም ዜጋታት ብምዃን ክጽንብልዎ ዝወሰንሉ ምኽንያት እንታይ ኮን ይኸውን?
ጽቡቕ ሕጂ ከምዚ ዓይነት ነገራት ምውሳንኩም እንታይ ይስማዕኩም? ብጣዕሚ ዓቢ ባህታ ዓቢ ደስታ እዩ ዝስማዓና እንታይ ንሳቶም ሲ ብዙሕ ሓገዝን ካብቶም ካሎኦት ሕሙማት ዝባሃሉ ናይ ካልእ ዓይነት ሕማማት ፍልይ ዝበለ እዩ ናይ እዚኦም እዚኦም ካኣ ብዙሕ ሓልዮትን ብዙሕ ክንክንን ብዙሕ ተገዳስነትን ዘድልዮም ስለ ዝኮነ ምስኣቶም ክትውዕል ከለካ ዓቢ ባህታን ፍስሃን ይስማዓካ። ሕጂ ነቲ ዝወሰድኩሞ መጽናዕቲ ኣብኡ ንኽንደይ እዋናት ኢኹም ኣብኣቶም ተማላሊስኩም ስራሕ ሰሪሕኩም? እቲ ዓውዲ ሕጂ ተጀሚሩ ክሳብ ዝውዳእ ምስኦም ኢኻ ትሰርሕ። ሕጂ ከም ካልኣይ ኣብ ቅድስት ማርያም ሆስፒታል ኣለና። እዚኣ ከኣ ናይ ማይተመናይ ኣላ ማለት እዩ። ናይ ማይተመናይ ሕጂ ፍልይቲ ዝገብራ ዋላ ኣነ ከማን ብውልቀይ ኣብኡ እንዳ ሰዓል እያ ትፍለጥ። እንዳ ሰዓል እንድሕር ኮይና ሕጂ ቲቢ ሰንተር እያ ትመስለና ነይራ። ኣብ ውሽጢ ምስ ኣተኻ ግን ኣብኡ ደለዉ ናይ ነብሰ ናይ ስነኣእምሮዊ ሕሙማትሲ ኣብኡ ከምኡ ከም ዘለዉስ ብዙሕ ዝፈልጥ ሰብ የለን ድብል ግምት ነይሩ ሕጂ ንዕኡ ከኣስ ክፍለጠሎም ኣለዎ ማለትሲ ንሳቶም እንድሕር ደኣ እቲ ሰብ ፈሊጡ ብዙሕ ክሕግዞም ዝደሊ ኣሎ ንዕኦም ከማኒ ዝኾነ ከምጻሎም እንድሕር ደልዩስ እቲ ሓበሬታ ደይነበሮውን ጽቡቕ ሓበሬታ ክረክብ ስለ ዝኽእል ብከምኣስ እታ መደብሲ ጽብቕቲ ጌርና ወሲድናያ ማለት እዩ። ሕጂ
ማለት እንታይ ፍሉይ ነገር እዩ ቀሲቡኩም ናብ ከምዚ መደምደምታ ክትበጽሑ? ከምዚ ኣብ ዝተፈላለየ እዋናት ንርእዮ፣ መመረቕታ ክግበር ከሎ ሰብ ኣብ ቤቱ ኮይኑ ምስ ኣሕዋቱ፣ ምስ ፈተውቱ፣ ምስ መቕርቡ፣ ምስ ኣዝማዱ ኮይኑ እዩ ዘሕልፎ። በብዓቕሙ ማለት እዩ፣ በብደረጅኡ የሕልፎ። ንስኹም ከኣ ምስኣቶም ክትሕልፉዎምሲ ዘወሰነኩም ቀንዲ ነጥቢ እንታይ እዩ ምስኦም ዝነበረኩም ዘማዕበልኩሞ ፍቅሪ ዶ ክኸውን ይኽእል ዋላ እንታይ እዩ እቲ ቀንዲ እስከ ናብኡ መደምደምታ ከብጽሓኩም ዝኽኣለ። እቲ ቀንዲ ሕጂ ምስኣቶም ኢኻ ትውዕል ስረ ኢኻ ትኣልዮም እቲ ድልየታቶም ስረ ኢኻ ትፈልጦ እቲ መድሃኒቶም ክትቦም ከለኻ ኣሎ ዝግበር ሓገዛት ማለት እዚኦምሲ ከም ኖርማል ሰባት ኣይኮኑ ኖርማል ሰባት ኔሮም ተትኾኑሲ ከምዚ ነብሶም ክኣልዩ ኣይክእሉን እዮም ነብሶም ክዕጸዉ ኣይክእሉን እዮም ኩሉ ነገር ተኣሽሙ ክኸውን ስለ ዘይክእል ንዕኡስ ኩሉ እቲ ምስኦም ዝያዳ ምቕራብ ስኒ ናቶም ሓደ ነገር ኣብ ውሽጥኻሲ ታሽ ጦብላሕታ ኣለዎ እም።
እዞም ተመረቕቲ ናይ ስነ ኣእምሮ ንኣዕሩኽቶምን ስድራቤቶምን ካልኦት ፈተውቶምን ኣብቲ ቦታ ብምዕዳም ከኣ ካብ ፍርቂ መዓልቲ ክሳብ ሰዓት ሸውዓተ ድሕሪ ቀትሪ ኣብ ዝነበረ ሰዓታት ምስቶም ናይ ኣእምሮ ጸገም ዝነበሮም ሰባት ሓቢሮም ዝተዳለወ ሽሻይ ተቋዲሶምን ተደሲቶምን
ኣነ ሕጂ እቶም ንገዛይ ክመጹ ዝግብኦም ኣጋይሽ ነናውኡ እየ ዓዲመ። ሕጂ ኣጋይሾምን እቶም ዕዱማቶምን እቶም ጽጉማትን ብሓንሳብ ስለ ዝወዓለ ንዕኦም ከኣ ባህታ ፈጢርሎም። ካልእ ይትረፍ እታ መመገቢቶም ተሸሊማ ክርእይዋ ከለዉ ጥራይ እቲ ሙዚቃ ጌርካ ምስኣቶም ክትዘናጋዕ ከለኻሲ እዚ ሓደ ሳይኮሎጂካል ትሪትመንት እዩ ንዕኦም ማለት እዩ። ድሕሪኡ ብዝረኸብናዮ ፊድባክ ከማኒ ከምዚ ፍሉይ ነገር ኮይኑ ስለ ዝተሰምዖምሲ ኣዝዮም እዮም ተሓጒሶም ጽቡቕ ኣዘናጊዕኩሞም እዚ ክልመድ ዘለዎ ነገር እዩ ሰናይ ተግባር ተባሂሉ ማለት እዩ። ጽቡቕ ብወገን እቶም
መቕርብካ እንታይ ግብረ መልሲ ረኺብካ? መጀመርያ ክትሕብሮም ከለኻ ኣብ ከምዚ ቦታ ከሕልፉ እየ ኢልካ ክትዕድሞም ከለኻሲ እንታይ ረኺብካ ደሓርከ ኣብኡ ምስ መጹ እቲ ክውንነት ከመይ እዩ? እንታይ ግብረ መልሲ እዩ? እሶም ሕጂ መጀመርያ ከምዚ ኣብ ገዛይ ኮንኩ ድገብሮ ኣብ ማይ ተመናይ ምስቶም ናተይ ሕሙማት እየ ዝውዕል ምስ በልኩም ኩሎም ከምዚ ይገርሞም እታ ሓሳብ ካበይ እያ መጽያ ኣነ ከኣ ምሳኣቶም ስለ ንሰርሕ ኩሉ ግዜ ዕድሜና ውን ምሳኣቶም ስለ ዝኾንና እንዳ ሰራሕና ክንነብር ከምዚኣ ኢልና ሓሲብናያ ምስ በልኩም በቃ ንገዛ ኢልካና ኔርካ ተትኾን ብዙሕ መመረቕታታት ስለ ዘሎ ተብተብተብተብ ክንብልሲ ክንርስዓካ ወይ ከይንመጽኣካ ውን ንኽእል እዚኦም ግን ፍሉያት ስለ ዝኾኑ በፍጹም ኣይንተርፍን ኢና ምስኦም ኢና ከኣ ንውዕል ኢሎም ብምልኦም ተኣኪቦም ውዒሎም ማለት እዩ። ሕጂ ብወገንካ ንስኻ ቀልጢፍካ ተቐቢልካያ ነታ ነገር። ብወገን ወለድኻኸ ከመይ እዩ ተቐባልነት ረኺቡ?
ብወገን ወለደይ ቀልጢፎም ክርድኡኻ ክስታይ እንዲ ግን ተረዲእካዮም ብኣካል ብፍላይ ብኣካል ምስ መጹ ማዘረይን በዓልቲ ቤተይን መጺኤን ነይረን ብኣካል ምስ ረኣይኦ ካብ ኣቐዲምካ ክትነግረን እቲ እንታይ ተረዲእወን ማለት መጀመርታ ቁሩብ ሽግር ይብለካ እዩ እዚ ኩሉ ተማሂርካስ ኣብ ገዛ ከምዚ እምበር እዞም ጎረባብትና ከ ገለ ገለ ዝብል ሓሳባት ኣሎ ናይቲ ሕብረተሰብና ግን ምስተ ምስ ረኣየኦ ግን ዝያዳ ተሓጒሰን ማለት እዩ። እወ ክሳብ ክሳብ ዝርእየኦ ከ ስምዒታተን ከመይ ነይሩ?
ስምዒታተን እወ እቲ ቀንዲ ዕላማና ከማንሲ እቲ ስምዒታት ንክእለን ድዩ መጀመርታ እውን እቶም ምስ በላኡ ክብድብድ ኢልወን ኣብቲ ቦታ ምስ ኣተና እቲ ሰሪሞኒ ምስ ተወደኣ ተኺልና ናብኡ ምስ ከድና ከቢድወን ገለ ምክንያቱ ምስቲ ምስቶም ሰባት ንክትነብርስ ከቢድ እዩ እቲ ናትና ዓንድ ቀንዲ ዕላማ ከማንስ ከምኡ እዩ ነቲ ክትገልሆ ነቲ ብላክ ሽት ዘሎሲ ኣብ ልዕሊ ስቶም ስናዊ ሕሙማን ዘሎ ርድኢት ንምእላይ እዩ እቲ ዕላማ ካበእን ጀሚርና ተብልክስ ኣይ ምግናን ኣይኮነን ድሓር እናፈኾሰን እናፈኾሰን ከይደን እቲ ጉዳይ ከዓ እንዳማዕረገ እንዳማዕረገ ምስ ከደ ተረዲኦና ማለት እዩ እዞም ክልተ ብምእላይ ሕሙማት ስነ ኣእምሮ ዝተመረቑ ዜጋታት ካብዚ ወፃኢ ኣብ ቤት ይኹን ኣብ ካልእ ዝገበርዎ ፅምብላት ኣይነበረን። ካብቲ ዘካየድዎ ፅምብላትን ዘስተማቐሮ ሕልናዊ ዕግበትን ዝዓቢ ስለ ዘይኮነ። ኣቶ መስፍን በቲ ሞያ ተመሪቕካ ምስ ሰብኣዊ ክእለትካ ከምዚ ጊዜ ኣብ ውሽጥኻ ክትገልፆ ዘይትኽእል ስምዒታት እዩ ዝስምዓካ። እታ ጊዜ ከማን ዘይትዓርብ ፅል ኢልካ ምስኦም ቅፅል እዩ ዝመፅኣካ። That's why ከኣ እቲ ርክበ እቲ ምዝንጋዕ ዘምፅኦ ለውጢ እዩ ሕጂ እዚ። እቲ ምስኦም ምህላውካ እሰን ከመስግና ከለዋ እቲ ካብኣን ዝወጽእ ቃላት ከማን ወይ እቶም ክምስግኑ ከለዉ ከማንሲ ተገምጢልካ ኢኻ ትግረም ንስኻ ስለዚ ተትቕጽል ገለ ኢኻ ትብል ሽዑ ምስቲ ዝነበረ ሃዋሁ ሽዑ ዝወዓልናዮ መዓልቲ ማለት እዩ። ከመይ ትቆጻጸሮ ኔርካ ሽዑ ሓጎስካ?
ይቆጻጸሮ እየ ዝብል እምበር ድሕሪ ክሓስቦ ከለኹ ይቆጻጸሮ ኣይኮንኩን ኔረ እሞ ብጣዕሚ ከምዚ ምሻሎ እቲ ጋይድ ክትገብሮም ከለኻ ብፍላይ ምሳኻ እቲ መኣዲ ከምዚ ልክዕ ከምዚ ቡፌ ልክዕ ከምዚ ዕዱማት ኮይኖም መጺኦም ገለ ኖርማል ክበዝሑ ከለዉ ወላ ሓንቲ ጋይድ የድልዮም ንዓ በዚ ኺድ ንዓ በዚ ኺድ ክትብል ኣለና እቲ ዳኛ ኢና ግን ከምታ ትግባእ ኣብታ ኮፍ ትብል ንሳ ምስ ወድባ እታ ብያት ትምለስ ድሕሪኡ ከም ዝስዕሳዕ ኢድካ ምነጸ ምሻሎ በቃ ወላ ሓንቲ ኢኻ ጋይድ ክትገብሮም ዘይትኽእል ኣታ ጌት እያ። እቲ ክሪኤሽንስ እቲ ትሙርስ ባዕሉ ይመርሖም ነይሩ ናብቲ ናብቲ ናይ ቀደም ህይወቶም ዝተመልሱ ኮይኑ ይስምዖም ነይሩ ገሊኦም ገሊኦም ብምስጋና ይገልጽዎ ነይሮም ገሊኦም መጺኦም ዓሰርተ ግዜ ሰላም ብሉ ገሊኦም ካብቲ ናይ ሳዕስዒት መድረኽ ከይወጽኡ ስጋብቲ ናይ መወዳእታ ግዜ ዘምሰ እዮም ማለት እዩ
ስለዚ ሕጂ ነታ ዕለት እቲኣ ከመይ ትዝክራ? ብህይወትካስ እንታይ ኢልካ ትገልጻ ነታ ዕለት እቲኣ? ብፍላይ ከኣ እቲ ዕለተ ምምራቕካ ኣብቲ ቦታ ስራሕኻ እንተላ?
እታ ዕለት እቲኣ ሕጂ ብውሑዳት ቃላት ገይረ ከምዚ ኢለ ክገልጻ ኣይክእልን እየ። ምስ ጉዕዞ ህይወተይ እየ ክሪኣ። በርከስ ጀማሪት ጉዕዞ ህይወተይ እያ፣ ኣብቲ ሞያ እያ ከኣ። ሕጂስ እዚ ኢለ ብሓጸርቲ ቃላት ክገልጾ ኣይክእልን እየ፣ ግን ሓደ ዓቢ ስምዒት ኣሎ ኣብ ውሽጠይ ማለት እዩ። እቲ ስምዒት ከኣ ምስ ግዜ ክምልሶ እየ ክምልሶ ከኣ ተደልየ ኣለኹ ማለት እዩ። ከምዚ ንዕኦም ሕጂሲ እቲ ደዛናግዖም ነገር እቲ ሓድሽ ነገር እዩ ንዕኦም ማለት ካልእ ግዜ ምዝንጋዕ ይግበረሎም ኔሩ ይኸውን ኣይ ኣይፈለጥኩን እምበር ነዚኦምሲ እንድሕር ኣዛናጊዕካዮም እቲ ኣእምሮኦም እንድሕር ነጻ ኮይኑ ካብዚ ዝዓቢ ተኣሽሙስ የብሉን መስለኒ። ብወገንኩም
ነዞም ናይ ኣእምሮ ሕሙማት ንምእላይ ቅሩብነትኩም ከመይ ኣሎ? እወ ሕጂ ኣብቲ እብ ፈለማ እዋን ዝነበርናሉ ምስኦም ንተሓጋገዝ ከም ተምሃሮ ዓይነት ኮይና ኢና መጺእናያ ኣልና። ኣብኡ ከኣ ብዙሕ ተመክሮን ብዙሕ ኣፍልጦን ብዙሕ ነገርን ሰኒቕና ማለት እዩ። ነዚ ዕጥቂ እዚ ሒዝና ከኣ ነዞም ብምልኦም ኣብ ምሉእ ኤርትራ ዘለዉ ከምኡ ዓይነት ናይ ስነ ኣእምሮ ጸገም ዘለዎም ንዕኦም ንምሕጋዝ ከኣ ተዳሊና ኣለና ማለት እዩ። ኣብዚ ሕጂ ከምዚ ከይጠቐስኩ ክሓልፍ ዘይደሊ ማለት እቲ ባህሊ ንባዕሉ ከምዚ ናይ ስነ ኣእምሮ ሕማም ክጅመር ከሎ ናብ ማይ ጨሎት ይኽየድ እዩ ገለ ይኽየድ እዩ እዚ ሕጂ እቲ ኣብ ሃይማኖቱ ደሎን ኣብ እምነቱ ደሎ ኣኽብሮትን ይድርኸካ ማለት እዩ ግን ኣብኡ እቲ ግዜ የሕልፍዎ ማለት እዩ ይዳናጎዩ ሕጂ እሱታት ምስቲ ሕክምና ብሓንሳብ እንድሕር ተኣሳሲሩ እንድሕር ደኣ ኣብ ጊዚኡ እቲ መድሃኒቶም ጀሚሮም እሞ ኸኣ ዋላ መድሃኒቶም እንዳወሰዱ ከለዉ ብግቡእ እንዳተኸታተሉ ከለዉ እንተድኣ ናብቲ ማይ ጨሎት ከይዶም እዚኣ ንባዕላ ዓቢ ናይ ጋኣሽም እያ በቲ እምነት ኣሎ ካላኣይ ከኣ እቲ ወጽዮም ድምለስዎ እቲ ኤክስፖዠር ንደገ ድኸድዎ ደለዉ ከምዚ ፒክኒክ ዓይነት ስለ ዝኾነሲ ኣዝዩ ሓጋዚ እዩ። ወጻኢታት ናይቲ ዝፈስሰ እኽለ ማይ ብምሉኡ ካብዞም ክልተ ተመረቕቲ እዩ። ይኹን ደኣ እምበር ምትሕብባር ናይቲ ማእከል ሕክምና ናይ ስነ ኣእምሮ ኣዝዩ ልዑል ምንባር እዩ ዝግለጽ። እቲ ወጻኢታት እኳ ብዓቕሚ ሃልዩ ብምሉእ ባዕልና እንዲና ጌርናዮ። ዝያዳ ከመስግኖም ዝደሊ ኣብዚ ሰዓት እዚ ግን እቶም ኣባላት ካብ ኣመሓዳሪ ኣቶ ብርሃነ ጀሚርካ እቲ ሓኪም ኡም መሓሪ ብርሃ እቶም ካልኦት ውን ስቶር ኪፐር በዓል ወዘነ ጸጋይ ዝበሃሉ ኣለዉ እቲ ኣለም ሰገድ ነቲ ኩሉ ተኣሽሙ ዝገበሩ ንሳቶምሲ ኣብቲ ገዛ ዘሎ ዝርከብ ነገርሲ ድበቐቑልና ነገር የለን ምሳና ዊዒሎም ኩሉ ከኣ ልክዕ ጀሚርና ስጋብ ንውድእካ ምሳና ተዋሲኦም ማለት እዩ።
ጥዕና ቀንዲ ረቋሒ ንማሕበራዊ ድሕነት፣ ቁጠባዊ ኣፍራይነትን ኩለንትናዊ ዕቤትን'ዩ። ስለዝኾነ'ዩ ከኣ ኣብ መዳይ ጥዕና ሞያዊ ትምህርቲ ዝህባ ትካላት ሃገርና፣ ጥዕናን ዓይነት ህይወትን ህዝቢ ንምምሕያሽ ዘኽእል፣ ብቕዓቱን ቀጻልነቱን ዝተሓለወ ምዕሩይ ጥዕናዊ ኣገልግሎት ንምሃብ ብቑዓት ሰብ ሞያ ጥዕና ኣብ ምፍራይ ተጸሚደን ዝርከባ። ንእግረ መገዳ ክጠቕሰለይ ደልየ ደለኹ፣ ናይ ኣእምሮ ሕማም ዘለዎም ሰባት ኣብቲ ዝግብኦም ናይ ሕክምና ቦታ እንተድኣ ኣትዮም እቲ ሰብ ከምዚ ብፍላይ ገለ ገለ ሰባት ኣለዉ ክሓውዩ ተስፋ ዮብሎምን ዝብል ግምት ኣለዎም እሞ እስኪ ነዚኣ ሕጂ ጸቒጥካ እቲ ሓበሬታ ክትበኒ ኣብኣ ምእታውሲ ማዕረ ክንደያ ሪሊፍ ትፈጥረሎም ወይ ከኣ ሂወት ፈጥረሎም ድሕነት ክህቦም ዝኽእልሲ እቲ ሕክምና ማዕረ ክንደይ ኣብ ምሕዋዮም ተራ ዘለዎ ክትገልጸልና። ኦኬ ኣብዚ ሕጂ እቲ ዓይነታት ሕማም ይፈላለይ እንድዩ ብዙሕ ዓይነት እዩ ናይ ስነ ኣእምሮ ጥራይ ኢልና ስለ ኣብ ሓንቲ ጣእሽ ክንገብሮ ደለና ብዲስኦርደር እንተሪኢኻዮስ ብዙሕ እዩ ሕጂ እንድሕር ደኣ እቲ ናይ ስነ ኣእምሮ ኩነታት ማዕረ ኣብኡ ተዓቂቡ ከሐክሞ እንድሕር ደኣ ደወስነካ ኮይኑ ኣብታ ሰዓት እቲኣ እቲ ሰብ ብዛዕባ ብዛዕብኡ ከማን ኣይኮነን ብዛዕባ ከባቢኡ ከማን ኣዌር ኣይኮነን ማለት ኣይፈልጥን እዩ ድገብሮ ኣይፈልጥን እዩ ድከዶ ኣይፈልጥን እዩ ዘሎ ሕጂ ነዚ ኣዕቂብካ ኣብቲ ሆስፒታል ይእለ ማለት እዩ ልክዕ እቲ መድሃኒቱ ጀሚሩ እቲ ኩነታቱ እንዳተማዓራረየ እንዳተማዓራረየ እንዳተማዓራረየ ምስ መጸ ግን መኣስ መጽየ እንታይ ክገብር መጽየ ክብሉካ ከለዉ ሽዑስ እቲ ፊድባክ መጽዩ ማለት እዩ። እቲ ሓገዝ ይረኣይ ኣሎ ማለት እዩ። የስተብህል ኣለዎ ማለት እዩ። ብዛዕባ እቲ ከባቢኡን ብዛዕባ ኩነታቱን እንዳፈለጠ እንድሕር መጺኡ ሽዑ እተን ኣብኣ ዝሓዝካዮ ሓጸርቲ ግዜ ልክዕ ከምቲ ኩሉ ሰብ ዝገብሮ እንዳተመላለሰ ሽዑ ገዝኡ እንዳኸደ ብቆጸራ ምስቲ ሓኪሙ እንዳተማኸረ ከኣ እቲ ኩነታት ይቕጽሎ ማለት እዩ። መድሃኒት እንዳተኸታተለ ልክዕ ከም ካልእ ሰብ ማለት ኩሉ እቲ መነባብሮኡ ክገብር ይኽእል እዩ ማለት እዩ። ስለዚስ ኣዝዩ ሓጋዚ እዩ ንምባል እዩ።
ምሕብሓብን ምእላይን ጽጉማት ወገናት ብፍላይ ከኣ ናይ ኣእምሮ ጸገም ዘለዎም ዜጋታት ንሞያውያን ስነ ኣእምሮ ጥራይ ዝግደፍ ዕማም ኣይኮነን። ብዓቢኡ እኳ ደኣ ንሕብረተሰብ ዝግደፍ እዩ። በዚ መሰረት እምበኣር ሕብረተሰብና ነቲ ዕቑር ባህሉ ኣቕበራቢሩ ኣብ ምእላይ ነዞም ናይ ኣእምሮ ጸገም ዘለዎም ዜጋታትና ይኹን ምድግጋፎም ከም ቀደሙ ብንቕሓት ክሰርሓሉ ለበብኦም የሕልፉ ምሩቓት ስነ ኣእምሮ። ብዓቢኡ እቲ ሓበሬታ ነቲ ሕብረተሰብና እንድዩ ዘይምንጻሎም ነዞም ስነ ኣእምሮ ሕሙማን። ሓንቲ ምስላስ ትገርመኒ ኣላ ናይ ኣካል እምበር ናይ ኣእምሮ ስንክልና የለን ሕጂ ኣእምሮ ዘለዎ ኣይኮነን ስንኩል እቲ ኣእምሮ እቲ ኣተሓስባ ጥራይ እዩ እምበር ሓደ ናይ ኣእምሮ ጸገም ዘለዎስ ስንኩል ኮይኑ ክነብር ማለት ኣይኮነን ዝሓወ ሕማም እዩ ማለት እዩ ሕጂ ተበጊሱ ዘይሰርሐ ኢኻ ስንኩል ትብሎ እምበር ናይ ኣእምሮ ጸገም ዘለዎ ኣይኮነን ስንኩል ሕጂስ ናይ ኣካል ስንክልና እምበር ናይ ናይ ኣእምሮ ስንክልና እምበር ናይ ኣካልሲ የለን ዝብልሲ ናይ ኣተሓሳስባ ጉዳይ ጥራይ ዘይተበገሰ ሰብ እዩ ስንኩል እምበር እዚኦምስ ካብቲ ስንክልና ናጻ እዮም ክሓውዩ ዝኽእሉ ሰባት እዮም ብፍላይ ብፍላይ ከኣ እቲ ሕብረተሰብ እንድሕር ሓጊዝዎ ማለት እዩ ኣብ ጸሓይ ጸኒሕካ ካብ ረጊጽካዮ ትሓልፍሲ ኣብ ጽላል እንድሕር እቲኻዮ ሓደ መድሃኒት እዩ ዝንባዕሉ ስለዚ ምሕብሕባብን ምእላይን ነዞም ናይ ስነ ኣእምሮ ሕሙማንሲ ሓደ ዓቢ መድሃኒት እዩ ማለተይ ኣጂ ነቲ ሕብረተሰብ ከኣ ይላበው እዚ ማለት እዩ። ሕጂ እቲ ኩሉ ሕብረተሰብ ክፈልጦ ዘለዎ ብሓፈሽኡ ማለት እዩ ናይ ስነ ኣእምሮ ሕማምሲ ልክዕ ከምቲ ካልእ ዓይነት ሕማማት እንድሕር ድኣ ብግቡእ እንድሕር ድኣ ተኸታቲሎሞ መድሃኒቶም እንድሕር ጀሚሮም ኩሉ እቲ ካይዳስ ልክዕ ንቡር ህይወቶምሲ ክመርሑ ይኽእሉ እዮም። ግዜ ከኣ ክንወስድ የብልናን ቀልጢፍና ከነምጽኦም ኣለና ናብቲ ትካል ጥዕና እቲ ካልእ ከምዚ ዓንተይ ዝጠቐስክዎ ዝግበር ማይ ጨሎት ገለ ገለ ዝብሃል ከኣ ልክዕ ጎኒ ጎኒ ምስቲ ሕክምና ተኣሳሲሩ ንኽከይድ ስግኣት ኣለዋ ትመሓላለፍ